ሰላም ጥዕና ሃበለይ ኣብ ኩሉ ኩርናዕቲ ዓለም ኮንኩም መደባት መረብ ኒውስ ኣብ ምክትታል እትርከቡ ፍትዋት ተኸታተልቲ እሞ እምበኣር ነዚ ሰዓት እዚ ዘዋደድናዮም ሓደሽቲ ሓበሬታ ሒዝናልኩም መፂና ኣሎና ንምክትታልኩም ንዕደም ቀንዲ ነጥብታት ዜና መከላኸሊ ኢትዮጵያ ናብ ትግራይ በዝሒ ዘለዎ ሰራዊት ከምኡ ድማ ድሩዓት ታንክታትን ከበድቲ ብረታትን ብኤም ሓዊሱ ክሳብ ሞርታርን ዲሽቃን ካልእ ዓይነት ከበድቲ ብረታትን የንቀሳቐስ ከም ዘሎን ኣብ ከባብታት ራያ ቆቦ ድማ ብበዝሒ የተኣታቱ ከም ዘሎን ብሰፊሑ እናተነገረ ዝርከብ ብዛዕባ እዚ ነገር እዚ ገለ ክንብል ኢና። ከምኡ ድማ ኣብ መንጎ ኢትዮጵያን ኤርትራን ክጅመር ዝኽእል መዕነውን ኢንተርኮንቲነንታል ትሕዝቶ ዘለዎን ዓብዪ ሓይሊ ዘሳትፍን ክኸውን ከምዝኽእል ዝንገረሉ ዘሎ ኹናት ኣብዚ ሰዓት እዙይ ኣብ መጨረሻ ሰዓት ናይ ምትእኽኻብ ወይ ከዓ ናይ እቶ እቶ ዝዓይነቱ ነገራት በፂሑ ይርከብ። እዚ ነገር እዙይ እውን ገለ ክንብሎ ኢና። ሉዓላዊነቷን ኣሳልፋ ሸጣለች ለኢምሬትስ።
ኣብ ሑመራ ዘሎ ሸበድበድ ዝምልከት ድማ ገዚፍ ሓይሊ ኣብ ተዳሎ ከም ዘሎን ከበድቲ ብረታትን ድሩዓትን የንቀሳቕሱ ከም ዘለውን ጭቡጥ ሓበሬታ በጺሒና ኣሎ። ብዛዕባ እዚ ነገር እዚ እውን ሕጽር ዝበለ ትንታነ ክህልወና እዩ። ኤርትራ ሎሚ እውን ተሪር መርገጺኣ ኣንጸባሪቓ ኣላ። ድሕሪ ደብዳቤ ኣቢይ ኣሕመድ ካብ ሕቡራት ዓረብ ኤሚሬትን ካብ ስዑዲ ዓረብን ንዝመጽእ ዝኾነ ይኹን ዓይነት ነገራት ብናይ ባዕላ ኣንፈት ክትሪኦ ከም ዝኾነትን ከምኡ ድማ ንናይ ባዕላ ጥቕሚ ጥራይ ከም ትሰርሕን ንማንም ተላኣኺት ከም ዘይኮነትን ኣንጸባሪቓ ኣላ። እዚ እውን ክንሪኦ ኢና። ብኻሊእ ገጽ ድማ ኣብይ ኣሕመድ ኣብ ኤርትራን ኣብ ትግራይን ክጅምሮ ዝሓስብ ዘሎ መዕነዊ ዝኾነ ኩናት ኣብዚ ሰዓት እዚ ኣብ መጨረሻ ሰዓት ዝበጽሐ ይመስል እሞ ድማ ኣብዚ ሰዓት እዚ ምንም ዓይነት ምንቅስቓስ ክህሉ ከም ዘይደልን ካብ ወተሃደራዊ ምንቅስቓስን ካብ ኲናትን ወጻኢ ኣብዚ ዓዲ እዚ ሕምስምስን ካልእ ነገራትን ደኣ እምበር ሰላም ክፍጠር ከም ዘይደሊ ሕዚ እውን ደጊሙ ኣብ ዘመስከረሉ ሰዓት ናብ ኤርትራ ዝተሰደደ ደብዳቤ ካልእ ዓይነት ትርጓመ ክህልዎ ከም ዝኽእልን ኣብዚ ሰዓት እዚ ነዚ ተፈጢሩ ዘሎ ቅልውላው ከጋድዶ ከም ዝኽእልን ብዙሓት ምሁራት እናተንተኑ እዮም ዝርከቡ። ንምንታይ እዩ ከምዚ ገይሩ ኣብይ ኣሕመድ ቀንዲ እዚ ደብዳቤ ክጽሕፈሉ ዝኸኣለ ምኽንያትን ንምንታይ ክሳብ ሎሚ ተጸብዩ ኣብዛ ሰዓት እዚኣ ከምዚ ዓይነት ደብዳቤ ክጽሕፍ ክኢሉን ንዝብል ዓበይቲ ዝኾኑ ምኽንያታት ኣለዉ ንሳቶም እውን ብትንታነ ክንሪኦም ኢና ክቡራት ተኸታተልቲ እሞ ናብቲ ናይ መጀመርያ ምድላውና ክንሓልፍ ከለና ኤርትራ ሎሚ እውን ተሪር ዝኾነ መርገጺኣ ኣንጸባሪቓ እናተባህለ እዩ። እቲ ከም ዝፍለጥ ትማሊ ካብ ኣብይ ኣሕመድ ዝተጻሕፈ ደብዳቤ ወይ ከዓ ካብ ናይ ኢትዮጵያ ወፃኢ ጉዳይ ሚኒስትር ዶክተር ጌዲዮን ጢሞቴዎስ ተባሂሉ ዝተጻሕፈ ደብዳቤ ናብ ኤርትራ ከም ዝተሰደደ ተሰሚዑ ኣሎ ካብ ኤርትራ ግን እዚ ዝበሃል ወጋዑ ዝበሃል መልሲ ክሳብ ሕዚ ኣይሰማዕናን ኣለና እንተኾነ ግን ኤርትራ ሕዚ እውን ኣብቲ ጽኑዕ ኣቋማ ወይ ከዓ መርገጺኣ ከም ዘላ እዩ እናተሓበረ ዝርከብ እዚ ድማ እቲ ንባዕላ ክጠቕማ ዝኽእል ከምኡ ድማ እቲ ጸለመ ካብ ኣብይ ኣሕመድ ናብ ትግራይ ናብ ኤርትራን ዝወረድ ዘሎ ጸለመን ከምኡ ድማ እቲ ናይ ቲዲኤፍን ናይ ሰራዊት ናይ ኤርትራን ብሓባር ይንቀሳቐሱ ኣለዉ ዝብል ሓደ ዓብዪ ክስን መጠንቀቕታ ሓዘል ደብዳቤን ብዙሕ ዓይነት መልእኽቲ ኣመሓላሊፉ እዩ እቲ ካብኣቶም ድማ እቲ ሓደ እቲ ዶበይ ጥሒሳ እቲ ናይ ኢትዮጵያ ግዝኣት ሉዓላዊነት ጥሒሳ ደፊራ ናብ ማእኸል ኣትያ ኣላ ዝብል ሓደ ክሲ ኣሎ። ካልኣይ ድማ እቲ ሰራዊት ትግራይን ሰራዊት ኤርትራን ብሓደ ይንቀሳቐሱ ኣለዉ ከምኡ ድማ ኤርትራ ኣብ ኢትዮጵያ ዘለዉ ዓመፅቲ ወይ ከዓ ዕጡቓት ትሕግዝን ተዕጥቕን ከም ዘላን እዩ ዝኸስስ እዚ ደብዳቤ እዚ። ብርግፅ እዚ ደብዳቤ እዚ ኣቕልል ኣቢርካ ዝረአ ነገር ኣይኮነን። ክንደየናይ ኣብ ልዕሊ ኤርትራን ኣብ ልዕሊ ትግራይን ታርጌት ዝኾነ ነገር ከም ዘሎን እቲ ክፍጽሞ ዝደሊ ጥፍኣት ድማ ሕዚ'ውን ክቐጽሎ ከምዝደልን ኣብይ ኣሕመድ ኣብዚ ሰዓት እዚ ብዙሕ ዓይነት ምኽንያታት እናደርደረ ኣብ ትግራይ መጀመርያ ኹናት ከፊቱ ብምቕጻል ድማ ናብ ኤርትራ ክቕጽል ከምዝደልን ዘርእየሉ ሓደ ግልጺ ዝኾነ በቃ ዝኾነ ህዝብና ብቐሊሉ ክግንዘቦን ክርድኦን ዝኽእል ከምኡ ድማ ተጠንቂቕሉ ክጸንሕ ዝኽእል ኣብ ኤርትራን ኣብ ትግራይን ዘሎ ናይ ሓይልታት ኣሰላልፋ ድማ ኣንፈቶም ሒዞም ኣንፈቶም ኣነጺሮም ሓደ ኮይኖም ንክመጽእ ዝኽእል ሓበራዊ ጸላኢ ሓደ ኮይኖም ክምክትሉ ዝኽእሉ ሰዓት ዝበጽሐ ይመስል ክቡራት ተኸታተልቲ እሞ እዚ ነገር እዚ ኣቕሊል ኣቢልካ ዝረኣ ኣይኮነን ሕዚ እውን ሕዚ ድማ እቲ ቀፂሉ ብጣዕሚ መዘራረቢ ኮይኑ ዘሎን ከምኡ ድማ ኣስጋኢ ዝኾነ ምንቅስቃሳት ዝግበር ዘሎ ድማ መከላኸልያ ኢትዮጵያ ናብ ትግራይ ብኩሉ ኣንፈታት ብኩሉ ሸነኻት እናቐረበ እዩ ዝርከብ መቕረብ ጥራይ ኣይኮነን፣ ብጣዕሚ ከበድቲ ብረታት፣ ዓበይቲ ብረታት፣ ቢኤም፣ ብዙሓት ተተኮስታት ዝሓዘ ሓይልታት ኣብ ከባቢ ራያ ቆቦ እናተንቀሳቐሰ ከም ዝርከብ እዩ ምንጭታትና እናሓበሩ ዝርከቡ ከምኡ ድማ ኣብ ሑመራ ብዙሕ ዓይነት ሸበድበድ ከም ዘሎን እቶም ሓይልታት ኣብ ከቢድ ተጠንቀቕ ከም ዘለውን ከይቑረፁ ብምስጋእ ብዙሕ ዓይነት ምድላዋት ይገብሩ ከለዉ ከም ዘለዉን ስትራቴጂክ ዝበሃል ቦታ ከም ዝሓዙን እዩ እናተነገረ ዝርከብ ክቡራት ተኸታተልቲ እዚ ነገር ብቻ ኣየቋረፅን ሕዚ እውን ኣብ ሑመራ ብዙሓት ዓይነት ምትእኽኻባት ህዝቢ ኣገዲድካ ሰላማዊ ሰልፊ ክወፅእ ኣብ ምግባር ከምኡ ድማ ህዝቢ ኣገዲድካ ኣብ ምእካብን ተዓጠቕ ኣብ ምባልን ከባቢ ክሓሉ ኣብ ምባልን እቲ ኣብኡ ዘሎ ዘይሕጋዊ ምምሕዳር ናይ ክልል ኣምሓራ ብዕቱብ ዝንቀሳቐሰሉ ዘሎ ጉዳይ ኮይኑ ኣሎ። ካብዚ ውሽጢ ካብ ውሽጢ ሑመራ ዝበፅሑና ዘለዉ ጭቡጣት ሓበሬታት ድማ እቶም ኣብኡ ዝተረፉ ሓደ ሓደ ተጋሩ ካብ ብሱል ጥረ ዝተረፉ ተጋሩ ሕዚ እውን ይእሰሩን ይዋኸቡን ከም ዘለዉ ከምኡ ድማ ክንቀትለኩም ኢና ዝብል ናይ ምፍርራሕ መልእኽታት ይበፅሖም ከም ዘሎን እዮም ሓበሩልና ዝርከቡ ክብረት ተኸታተልቲ እሞ እዚ ነገር እዚ ክትበፅሑልና ትኽእሉ ተኮይንኩም ብፅሑልና እንተዘይኮይኑ ግን ክሳብ መዓዝ ኢኹም ትፅበዩና ዘለኹም ዝብል መልእኽቲ እዮም ኣመሓላሊፎም ዘለዉ ሐዚ እውን ሰማዒ ዝሰኣነ ምዕራብ ትግራይ ህዝብና ኣብ ምፅናት እዩ ዝርከብ። እዚ ነገር እዚ ክሳብ መዓዝ ክቕፅል ከም ዝኾነ ኩላትና ዋላ እንተዘይፈለጥና ግን ኣብ ሓፂር ግዜ ምዕራብ ትግራይ ናብ ዋንኡ እንተዘይተመሊሱ ሕዚ እውን ዓብይን ገዚፍን መጥፋእን ዝኾነ ኮይናት ክቕፅል ከም ዝኾነ ከምኡ ድማ ኢንተርኮንቲነንታል ክሕዝ ዝኽእል ወይ ከዓ ነዚ ቀርኒ ኣፍሪካ ከዛብዕ ዝኽእል ሓዱሽ ካርታ ክፍጠር ዝኽእልን ኩናት ክፍጠር ከም ዝኽእልን ኣብ ሰዓት እዚ እናረኣናዮ ንመፅእ ዘለና ሃዋህው እዩ። ኹላትና ከምቲ ንዕዘቦ ዘለና ከኣ እቲ ክጅመር ዝኽእል ኲናት ክልተ ኣሰላልፋ ሓይሊ ዘለዎ እዩ። ንሱ እውን ብሕቡራት ዓረብ ኢሚሬትስን ካልኦት ናይ ኣውሮፓ ናይ ምዕራባውያን ሃገራትን ዝተሓወስኦ ኣብ ኢትዮጵያ ዝንቀሳቐስ ዘሎ ሓደ ዓብዪ ሓይሊ ኣሎ እቲ ካልኣይ ሓይሊ ድማ ብስዑዲ ዓረብን ግብፅን ኤርትራን ዝምወል ኣብ ከባቢ ሱዳንን ኤርትራን ዝንቀሳቐስ ሓደ ገዚፍ ዝኾነ ሓይሊ ክህሉ እዩ እቲ ሓይሊ ንሱ ድማ እቲ ክልተ ሓይሊ እዚ ኹናት ኣብ ዝጅምር ድማ እቲ ኣብ ቀርኒ ኣፍሪካ ዘሎ ናይ ተስፋሕፋሒነት ስምዒታት ክገልጽ ይኽእል እዩ ብርግጽ ካብኡ ድማ እቲ ኣብ ቀርኒ ኣፍሪካ ዘሎ ናይ ካርታ ቅያረታት እውን ከስዕብ ዝኽእል እዩ ኣብ ሰዓት እዚ ኣብ ከባቢ ቀርኒ ኣፍሪካ ዝቀያየሩ ዘለዉ ብጣዕሚ ተኣፋፊ ዝኾኑ ኩነታት ንዚ ዞባና ብከመይ ክፀልዎ ከም ዝኽእል ኩሉ ህዝቢ ክፈልጦ ዝግባእ ነገር እንትኾነ ኣብሳዕ እዚ ግን ከም በዓል ቲቦር ናጊ ዝበሉ ናይ ቐደም ናይ ኣሜሪካ ሓለፍቲ ዝነበሩ ሚኒስትር ምክልኻል ናይ ምክትል ሚኒስትር ዝነበረ ኣብ ሰዓቱ እዚ ኣብ ቀርኒ ኣፍሪካ ክውላዕ ንዝኽእል ኩናት ኢንተርኮንቲነንታል ትሕዝቶ ክህልዎ ከም ዝኽእልን ብጣዕሚ ብዓይነቱ ገዚፍ ዝኾነ ጦርነትን ክካየድ ከም ዝኽእልን እዩ ኣብ ሰዓት እዚ እናሓበረ ዝርከብ ከምኡ ድማ ብዙሓት ምሁራን ተንተንትን ድማ እቲ ኣብይ ኣሕመድ ትማሊ ናብ ኤርትራ ሰዲድዎ ዘሎ ናይ ደብዳቤ ድማ እቲ ናይ ኣዋጅ ኩናት ከም ዝኾነ እዮም እናተናገሩ ዝርከቡ። በዚ ኣቢሉ እቲ ንሱ ክፍጽሞ ዝደሊ ኣብ ልዕሊ ኤርትራን ኣብ ልዕሊ ትግራይን ክፍጽሞ ዝደሊ ሓደ ዓብዪ ዝኾነ ገዚፍ ናይ ጥፍኣት ሓይሊ ከሰማሪ ክልእኽ ስለ ዝደልን ሕዚ ድማ ኣብቲ ናይ ኣዋጅ ኩናት ከም ዝርከብን ብምንታይ ምክንያት ኣዋጅ ቀስቂሱ ኩናት ቀስቂሱ ናብቲ ከባቢ ዘሎ ሓይሊ ሓይሉ ኣሰማርዩ ኣብቲ ከባቢ ደስ ዝበሎ ናይ ምግባር ድሌታት እውን እዩ ዘንፀባርቕ ዘሎ እሞ እዚ ነገር እዚ ሕዚ እውን ማዕረ ክንደየናይ ጎዳኢ ከም ዝኾነን ክንደየናይ ድማ ነዚ ቀርኒ ኣፍሪካ ክጎድኦ ከም ዝኽእል ከምኡ ድማ እቲ ህዝቢ ናይ ትግራይን ናይ ኤርትራን ናይዚ ጉድኣት እዚ ናይዚ ፀበባ እዚ ተኻፋሊ ክኸውን ከም ዝኽእልን እቲ ብኣብዪ ኣሕመድ ዝውጠነሉ ዘሎ ውጥን ድማ ነዚ ዞባ እዚ ተቆፃፂርካ ናይ ዓሰብ ጉዳይ ናብ ኢትዮጵያ ንምምፃእን ዝግበር ዘሎ ሸበድበድ እዩ። እዚ ድማ ሕዚ እውን እቲ እታ መሻርኽቱ ዝብላ ናይ ሱዕድ ናይ ዓረብ ኢምሬት ንዓኣ ንምሕጓስ ክኸውን ከም ዝኽእል እዩ እናተነገረ ዝርከብ። ክቡራት ተኸታተልቲ ኣብ ትግራይን ኣብ ኤርትራን ዘሎ ሓይልታት ማዕረ ክንደየናይ ነዚ ክፅበዩ ከም ዝኽእሉን ማዕረ ክንደየናይ ጠንካራ ዝኾነ ድልዱል ዝኾነ ዓቕሚ ሃኒፆም ከም ዘለውን ዋላ እንተዘይተገለፀ ግን ሕዚ እውን ኣብ ክልቲኡ ዘሎ እቲ ናይ ምትሕብባር መንፈስ እቲ ናይ ክልቲኡ ህዝቢ ናይ ሰላም መንፈስ እንተነኣሰ ኣብ ክልቲኡ ህዝቢ ኣብ መንጎ ትግራይን ኤርትራን ኩናት ክውላዕ ከምዘይኽእል እዩ እናተነገረ ዝርከብ ምክንያቱ ድማ እቲ ናይ ሓበራዊ ፀላኢ ካብ ደገ ዝመፅእ ካብ ኣርባዕተ ኪሎ ዝምዘዝ ስለዝኾነ ንሱ ድማ ንክልቲኡ ህዝቢ ክጎብጥ ኣብ ተዘጋጅዩ ስለዘሎ እታ ናይ ሓንቲ ቃታ ብረት ናይ ምስሓብ ብቻ እያ ትተርፎሞ ክቡር ተኸታተልቲ እዚ ነገር እዚ ማዕረ ክንደየናይ ኣስጋኢ ከምዝኾነ ንህዝብና ክነፍልጥ ሼር እናገበርና ህዝብና ኩሉ ክፈልጦ ይግባእ ክብለኩም ይደሊ እንተ ኣነ ግን ሎማዕንቲ ነብረ ንምድላው ኣብዛዚመ ኣለኹ ሰሰናዩ ኩሉ ንዓኹም ሰላም።